ቀዳም ኣጋ ወጋሕታ ኢንኤል ሆስፒታል ብጽምዋ ተዋሒጡ ነይሩ። ክቕንዘው ዝሓደረ ሕሙም፣ ብሓሳብ ክንገላታዕ ዝሓደረ ሓንጎል ዘፊሉ ቀሲኑ ነይሩ። ናይ ዋርድ ታረኛ ሓዳሪ ባራኺ፣ ሮዛ ካብ ትኣቱ ጠቕሊሉ ዕረፍቲ ክረክብ ኣይከኣለን። ንብርሃነ ዝወግኣ መልክዕ ንዕኡ እውን ከይኮለለ መጺኡ ተንኪፉዎ እዩ። ወጊእዎ እዩ። ብዙሕ ዓመት ኣብ ሕክምና ኣገልጊሉ። ግን ንዝሕክሞ ሕሙም ከምዚ ጠሚቱ ኣይፈልጥን ኣዩ ረድ ሎሚ ገጢምዎ ፎቲ ኣይኮነን ድልየት ብናይ ባዕሉ ከይዱ ንሮዛ ኣምጺኡ ኣብ ሕሊንኡ ዝፋን ሰሪሑ ኮፍ ዝሕዞ ዝጭብጦ ህልም ጽልምትምት ዕግርግር ከንፈር ንኸስን ንሓርጨምጨም ካብ መጀመርታ ጀሚሩ ተኸታቲልዎ ኣዩ ንዝተወቕዐ እግራ ጎዝ ክኣስር የመናይ እግራ ክፍት ምስ ኣበለ ቐይሕ ኣስላፋታ ብረቂቕ ቀሚሽ ተሸፊኑ ረኣዮ። ምልምል ኣጻብዕታ ብቡኒ ኣዝማልቶ ተለኽዩ ደም ስለ ዝሸፈኖ ጸረጎ። ክጸርጎ እንከሎ ነቲ ፎርሴፕ ሓሊፉ ሞቕታ ተሰምዖ። እግራ ኣብ ዘስተኻኸለ ቁጽሪ ንየማንን ንጸጋምን ክምብል ዝብል ናይ ኣስላፍ ስጋ ንኸይሰርሕ ተፈታተኖ። ጂቪ ክለኽያ ከሎ ናይ ልቢ ቅርጺ ዘለዋ ከንፈራ ልቡ ሰሎቦ። ኣብ ሳልስቲ ኣብ ሳልስቲ ዝከታተላ መዓልቲ መዓልቲ ንክኸውን ተመነየ። ናይ ለይትን ቀትርን ተረኛ እንተዝኸውን ኢሉ ጸለየ። ንኢናኤል ሆስፒታል ከም ሎሚ ፈትዩዎ ኣይፈልጥን። ሕዚ ግን ምሉእ ለይቲ እንዳተመላለሰ ክጥምት ኣምሰየ። ኣጻዊትዋ እዩ። የዋህ እያ። ንሳ ከም ሓኪማ እንዳጠመተት ንሱ ከም ፈታዊቱ ገይሩ ኣጽኡ ተምሲዋ እዩ። ይፎትየኪ ዝብል ቃል ከም ሲኦል ኣፍርሖ ሸኽሚ ኮይኑ ኸበዶ። ምምሕያሽ ብምርኣይ ክትወጽእ ከም ዝቐረበት ተገንዘበ። ሮዛ ካብ ሆስፒታል እንተወጺኣ ንሓንሳብን ንሓዋሩን ክስእና እዩ። ናብ መስኮት ጠመተ። ሰማይ ካብ ደቒቕ ናብ ደቒቕ ጸልማቱ እንዳተቐንጠጠ ብርሃኑ እንዳደመቐ ክመጽእ ረኣየ። ናቱ ግን እቲ ጸልማት ብርሃን፣ እቲ ብርሃን ጸልማት መሰሎ። እንተወጊሑ የለን ብኻልኦት ክትካእ እዩ። መሳርሕቱ ተራኣይዎ። ከምዚ ከማይ ዝደልያ ዶ ይህሉ? እወ መዓት በለ። ውቅዒት ልቡ እንዳወሰኸ ህሊንኡ ምስ ሮዛ እንዳምፀአ ወንኡ ከጥፍእሉ ተቓረበ። ብድድ ኢሉ ብሓውሲ ሕልሚ ኣእዳዉ ብስቴትስኮፕ ጨበጡ። ዝወረዶ ስቴትስኮፕ ስቴትስኮፕን ባራኽን ሮዛ ካብ ትመፅእ ዕረፍቲ ኣይረኸቡን። ቀስ እንዳበለ ኣእጋሩ ናብ ዝመርሖ ሰደረ። ቁጽሪ ዓሰርተ ኣርባዕተ ዝተጻሓፈ ክፍሊ ምስ በጽሐ ቀስ ኣቢሉ ማዕጾ ከፈተ። ሮዛ ጥንቅሊዒት ኮይና ክፋል ጸጉራ ተተርኢሳ ክፋል ጸጉራ ኣብ ኣፍልባ ተበቲኑ ለጥ ኢላ ኣላ። ርጋጽ ጫምኡ ከይስማዕ ብጫፍ ኣጻብዕቱ ረጊጹ መልሓሱ ነኺሱ ተጸግዐ ቁልቁል ጠመታ። መላእኽቲ ንሕሙማት ንክትፍውስ ዝልኣኽዋ መሲሉ ተርኣዮ። መድመጺ ናብ እዝኑ መተሓላለፊ ናብ ልባ ከንብር ፈተነ። ናብ እዝኑ ቅርቅር ናብ ልባ ጥብቕ ልባ ጽቡቕ ይወቅዕ ኣሎ ዱ ዱ ዱ ልቡ ውን ዱ ዱ ገጹ ብርሃጽ ይፍን ኣእዳዉ ቀጥቀጥ በለ ንምውሳን ኣጸገሞ ናብ ገጻ ጠመተ ከንፈራ ገጢሞም እዮም ዘሎ ወንኡ ኣተኣኻኺቡ ድንን ኢሉ ብኸንፈሩ ከንፈራ ሰዓሞ። ኣበይ ከም ዘሎ ብሓንሳእ ብልጭ በሎ። ቅንዕ በለ እንደገና። ብዘይ ድምጺ ሰዓማ። ረሃጹ ናብ ከንፈራ ጠብ በለ። ከይትትስእ ቐንዐ። ብዘይ ውነኣ ብመልሓሳ ከንፈራ ለሓሰቶ ረሃጹ ኽምስ ኢሉ ወጸ። በራኺ ሕክምና ሞያ ክምረቕ ዝመሓሎ ቃለ ሶቕራጦስ ከም ዝጠሓሰ ኣይተረድኦን። ስምዒቱ ዘይቆጻጸር ሰብ ካብ እንስሳ እንታይ ይፈልዮ? በራኺ ዓብዪ ሸኽሚ ካብ ነብሱ ከም ዘራገፈ ፈኾሶ። ንቀዳም ወጋሕታ ብብሩህ ገጹ ተቐቢልዎ፣ ጋወኑ ኣውሊቑ ንዝውዕል ተረኛ ሓላፍነቱ ኣረኪቡ ከደ። ናይ ወጋሕታ ድሙቕ ብርሃን ጸሓይ ብመስኮት ሸሊኹ ኣብ ዓራታ ምስ ዓረፈ፣ ዝተኸደንዎ ዒንታ ቆሊሑ በሉ ሮዛ። መጋረጃ ቅልዕ ኣቢላ ንደገ ጠመተት። ካንሸሎ ኢንኤል ሆስፒታል ዝበቖሉ ዕምበባታት ብጸሓይ ብርሃን ደሚቖም ብንፋስ እንትወዛወዙ፣ ከተማ ኣስመራ ክፋላ ጸሓይ ዝለገሰትሎም ብርሃን ተኣንጊዳ ነቒሓ ምንቅስቓስ መኻይንን ሰባትን ኣስተብሃለት። መሊሳ ናብ ዕምበባታት ጠመተት። ሮዛ ከም ንግሆ ምርኣይ ዘሐጉሳ የለን። ክበዝሕ ሞት ካብ ዘጽልኣ ነገራት ምስ ወጋሕታ ምፍልላይ ኣዝዩ የሕዝና። ሕሊናኣ ንብርሃን ኣቐረበላ። ኣብ መንጎ ዕምበባታት ኣቐመጠቶ። ካብ ዕምበባ ኣውጺኣ ኣደቀሰቶ። ኣተሲኣ መርዓዊ ገበረቶ። ንዘልኣለም ኣለም ምስኣ ክነብር ናይ ካልእ ከይኸውን። ካብ ፍቕረኛኣ ሰብኣያ፣ ኣቦ ደቃ፣ ብዙሕ ኣውጸት ኣውረደት ሓደ ነገር ተዘከራ። ጽባሕ ሰንበት መርዓ ገብርኤላ ምስ ኣብ ሆስፒታል ተከዘት ቁሩብ ምስ ገብርኤላ ብሓሳብ ክተዕልል ማዕጾኣ ገርጨውጨው ክብል ባህረረት። ጸሊም ስረ ጻዕዳ ቲሸርት ጌሩ መንደሪኒ ኣብ ፕላስቲክ ብየማናይ ኢዱ ብጸጋማይ ሮዛ ዕምበባ ብፕላስቲክ ሓቂፉ ኣብቲ በሪ ጠጠው በለ። ኣብ ወጋሕታ ከም ወጋሕታ ደሚቑ ኣብ ቅድሚኣ ጠጠው ኢሉ ኽምስ በለ ብርሃነ ክምስትኡ ልባ ኣንዲዱ ናፍቖት ቀስቀሰላ ኢቲ ሓቚፍዎ ዘሎ ዕምበባ ኣብ ናይ ሕዚ ዓለም ዘይኮነስ ኣብቲ ናይ ኦሪት ዓለም ኣዳምን ሄዋንን ዝተረኸብሉ ገነት ቦቂሱ ዘምጸእላ መሰላ ቅንዕ ኢላ ኣእዳዋ ዘርግሐትሉ ኢቲ ዕምበባ ናብቶም ዝተዘርግሑ ኣእዳዋ ኣጨበጣ ነቲ ዕምበባ ስዒማ ንብርሃነ ኽትስዕም ውጥጥ ክትብል ምስ ደለየት ተጸጊዑ ተጠምጠማ። መንደሪኒ ዝሓዘ ፕላስቲክ መሊቑ ናብ መሬት ወሪዱ ተበተነ። እቲ ገዛ ብዝተበተነ መንደሪኒ መልአ። ናፍቆት፣ ፍቕሪ ዘገንፈልዎም ስምዒታት ኣጣበቖም። ከናፍሮም ብበዓልቶም ተደላልዮም ተላገቡ። ኣእዳዎም ተሓሳሰዩ። ኣይቅንዝዋን ሮዛ። ሆስፒታል ዘላ ኣይመሰላን። ንደቓይቕ ተላጊቦም ጸንሑ። ነዳድ ስምዒት እንዳተባርዐ ከሎ ብርሃነ ቅንዕ ኢሉ ጠመታ። ኣዒንታ መሊኦም ከይተኸደኑ ሰለምለም እንዳበሉ ጠመትዎ። ሮዛ! ኢልዋ ኣቤት ብሕሹኽታ። ሓዊኺ ኢኺ በርትዒ ካብ ሆስፒታል ንምውጻእ ኣስመራ ጸሊኤያ ብዘይካኺ ኣእዳዋ እንዳሓሰየ። ኣስኩሮኛ ምሸት ዓሰር መዓልቲ ክምስ ኢላቶ። ኖኖ ጽብቕቲ ምሸት ኔራ ብኹርዓት መሊሱላ ፍርቀ ፍርቂ ብርሃነ ኣራኺባትና ኔራ ንኽተሳእነና ፈቲና ኔራ ብርሃነ ርግእ ኢላ እወ ኣይትሰክርዮ ንመርዓ ገብርኤላ ከመይ ኢልኪ ክትስዕስዕላ ኢኺ ኢሉዋ ችድ ጽባሕ ብምግራም ኣብ ሆስፒታል ኮይንና ክነኽብረሎም ኢና ፍሒኛ ነፊሕና በዚ መስኮት ክንሰደሎም ኢና እንዳቐለደ። ብርሃነ ሎሚ ኣዲ ምሳይ ኣይትሓድርን ሓንቲ መሓዛይ ክተትሓድረኒ እያ ኢለያ እየ ኣይትመጽእን ዋላ ቀትሪ ኢላቶ ዋላ ቀትሪ ግርም ቀዳም ኣብ ሆስፒታል ፍቕሪ ከመይ ከም ዝኾነ ክሪኦ እየ ኣብ ጫፍ ዓራታ ኮፍ ኢሉ ነቲ ብፋሻ ዝተጠቕለለ እጋራ እንዳተንከፈ እዊ ብርሃነ በዓልኻ ፈትሒኻ ተኣስረለይ እንተትኸውንሲ ዕምቕን ዝወንን ሎሚ ናይ ምፍትሑ መዓልቲ እዩ እንዳሰሓቐት ተዛረበቶ። ድሕሪ ሕጂ ኣይቕንዝወክን። ኢዱ ካብ እግራ ኣልዒሉ ንኣፍ ልባ እንዳተንከፈ። ዋይ! ኢላ ክርትም ኢላ ሰሓቐቶ። እንታይ ከም ዘስሕቓ እንዳግረመሉ ጠመታ። ከንፈርካ ጂቪ ተጸይቑ። ንከንፈሩ እንዳሓዘት። ጂቪ ጂቪ? ኣይጠዓመንን። ክጸርጎ እንዳሓሰየ። እንታይ'ዩ ደኣ? ሮዛ ሮዛ ድንን ኢሉ ኣፍ ልባ እንዳሰዓመ። ሓኪም እትው ምስ በለት። ዕምበባ ሓቚፋ ተዕልል ዘላ ሮዛን ዝተበተነ መንደሪንን ጠሚታ። እሂ! እንታይ ኰይንኩም? ብቐለልኩም ድዩ በቲንኩምዎ? እንዳቐለደት። ክልቲኦም ናብቲ መንደሪኒ ዝተበተነ እንዳጠመቱ። ብርሃነ ብሓውሲ ሕፍረት ነቲ መንደሪኒ ኣርዩ ኣቐሚጡ። ሮዛ እስካዕ ትሕከም ውጻእ! ናብ ኮሪደር በለቶ። ሲስተር ፍርቱናታ ካብቲ ናይ ሕክምና ክዳን መቐየሪ ውጽእ ክትብል ረኣየቶ። ፍርቱናታ። ኣብ ሮዛ ዘለዎ ኣኽብሮት፣ ኣንደበቱ፣ ባህሪኡ፣ ኩሉ ነገሩ ብዛዕባኡ ክትሓስብ ኣገዲድዋ እዩ። ፉርቱናታ፣ ኩሎም ስድራኣ በስማራ እዮም። ካብ ስራሕ ወጺኣ ንገዝኣ፣ ካብ ገዝኣ ወጺኣ ናብ ስራሕ እያ። ብርሃነ፣ ሓው ሮዛ ምዃኑ እያ ትፈልጥ። ብልባ ትምነዮ ነገር፣ ተኽብሮ፣ ዘኽብራ ወዲ ምርካብ እዩ። ንሓፍቱ ክንድዚ ክብሪ ዝሃበ፣ ንፍቕረኝኡ ክንደየናይ ዝብል ሓሳብ ካብ ዝመጸላው ኢሉ ሓዲሩ ኣሎ። ንብርሃነ እውን ተመነየቶ። ፈታዊት ትህልዎ ዶ የብሉን እዝኒ ኣይገበረትሉን። ሰብ እንተ ፈቲኻዮ ናይ ባዕልኻ ክትገብሮ ትምነዮ። ብርሃነ ቀስ ኢሉ ናብቲ መውጽኢ በሪ ይኸይድ ነይሩ። ፍርቱናታ ክትጥምቶ ከላ ቅልጥፍ ቅልጥፍ ኢላ ኣርከበቶ። መጀመሪ ቃል ኣይሰኣነትሉን። ሎምስ ብለይቲ ዲኻ መጺኻ ስኞረ? ኢላቶ። ማንም ዝቐደመኒ የለን ስኞራ ኢልዋ ኢዱ ዘርግሐላ። ሎምስ ሓውያ እያ ኩልሻዕ ኣዴኻ ካብ ዝሓድራ ዘይትሓድር ምስኣ ዘየሕድር ኣለካ ድዩ ኢላቶ ብጎኒ ዓይና እንዳ ጠመተት። ክምሲሉ ኖኖ ሎሚ ምስኣ ክሓድር እየ ኢልዋ። ሓቅኻ ዲኻ ርእሳ ኣድንን እንዳበለት ቀዛሕትኣ ተገለጸሉ። ድምጻ ፍሉይ ቃና መሲሉ ተሰምዖ። ሓሳቡ ክህብ ክቕጽል ግዜ ኣይረኸበን። ነቲ በሪ ወጺኦም መኪና ኣብ ዝኸዳሉ ጽርግያ በጽሑ። ክትቕጽል ዲኻ ኣይትምለስን? እንዳ ጠመተቶ። ክምለስ እየ ከፋንወኪ ኢለ እምበር። ክትምለሲ ዲኺ? ኢሉዋ። እወ ናይ ለይቲ ሓዳሪት እየ ምሸት ክመጽእ እየ ሰዓት ሽዱሽተ። ሰዓታ ጥምት ኣቢላ መሊሳ። እንታይ ኮይነን ታክሲ ጠፊኤን? ምሽ ክትሓድሪ ኢኻ? ኢላቶ። እወ ክሓድር እየ ብርግጽ እንዳሰሓቐ። ታክሲ ክትመጽእ ምስ ረኣየት ቦርስኣ ከፊታ ሳንቲም ኣውጸኣት ንታክሲ። ካብቲ ዝተኸፈተ ቦርሳ ዝወጽእ ጨና ኣፍንጭኡ ጎርጎሮ። ቻው እምበኣር ብርሃነ። ነቲ ታክሲ ጠጠው በል ናይ ምባል ምልክት ኢዳ ዘርግሐትሉ። ኣበይ ድዩ ገዛኺ? ኢልዋ። ስታንታ ኦቶ። ኢላቶ። ኦቶ ዝብል ቃል ጉትት ኣበለቶ። ስይቱ ናይት ኣስፐርያሞ። ኢላ ናብ ታክሲ ደየበት። ኢዳ ኣውጺኣ ኣንቀሳቐሰትሉ። ንሱ'ውን ኢዱ ዕጽፊ ገይሩ ኣንቀሳቐሰላ። ኣብ ሓደ ልቢ ክልተ ሰብ ብሓደ ግዜ ክፈቱ ኣይከኣልን። ፍቕርን ስምዒትን ነንበይኖም'ዮም። ብርሃነ ፍርቱናታ ደስ ኢላቶ ኣላ። ግን ከመይ ገይሩ? ሮዛ ናይ መላእ ኣካላቱ ንግስቲ እያ። ንግስነታ፣ ቀዛሕታ ፍርቱናታ ኣይምንጥሎን። ወርቂ ብሓዊ ከም ዝፍተን፣ ፍቕሪ እውን መፈተኒ ኣለዎ ማለት እዩ። ብርሃነ፣ ቀዛሕታ ፍርቱናታ እንተስ ክሰዓረሉ፣ እንተስ ስዒሩዎ ክወጽእ። ነታ ታክሲ ስጋዕ ትኾልል ጠጠው ኢሉ ረኣያ። ብቕድሚቱ ፍርቱናታ፣ ብድሕሪኡ ኣብ ዓራት ዘላ ሮዛ፣ ንሶም ማእከል ጠጠው በለ። ካብ ጠጠው ዝበለሉ ቀስ እንዳበለ ወረደ። ንባዕሉ ኣግረመሉ። ሰብኣውነቱ ተቐንጢጡ ምስሊ ኣራዊት ዝተኸደነ መሰሎ። ሮዛ ብድሕሪኡ መፂኣ ድንግል እየ ብርሃነ ፎቲኻኒ ይፎትየካ ንፁህ ልበይ ከፊተ ርእየካ ናይ መላእ ኣካለይ ንጉስ ክትከውን ፈቒደልካ ኩሉ ረሲዕኻዮ። ብሓንቲ ከምስታ ወድድር እቲኻኒ ቻው ኢላ ክትፍለዮ ኩሉ ሰብ ባዕለገ ባዕለገ ዝብሎ ዘሎ መሲሉ ተርኣዮ ርእሱ ኣድኒኑ ቁልቁል ወረደ ብጭንቀት ገብርኤላ ጽባሕ መርዓኣ እዩ ሮዛ ኣብ ሆስፒታል እያ ብድሮኣ ሰላምታ ክተብጽሕ ንመርዓኣ ካብ ዝተዳለወ ዕንባባታት ቀይሕን ጻዕዳን ሕቁፍ ኣቢላ ሒዛ በብዓይነቱ ለስላሳታት ኣብ ዘንቢል ኣንጠልጢላ ካብ ወጻኢ ዝመጸላ ነዊሕ ቐሚሽ ብጻዕዳ ቁልፊ ተቐኒታ፣ ገፊሕ ሜክሲካውያን ዝገብርዎ ክቢ ባርኔጣ ደፊኣ ናብ ሆስፒታል መጸት፣ ደሚቓ ጸቢቓ። ንሮዛ እትሕክማ ሓኪም ምስ ወጸት፣ ሮዛ ብርሃነ ዘምጸላ ዕምበባ እንዳሰዓመት፣ ገብርኤላ መጺኣ ደፊኣ ኣተወት። ሮዛ ቕንዕ ኢላ ምስ ረኣየታ፣ ናይ ብርሃነ ዕምበባ ሕቑፍ ኣቢላ። ቬላ ፍዮሪስ ፎዛ! ኢላታ ሮዛ። ገብርኤላ ዘምጸቶ ዕምበባ ኣብ መስኮት ኣቐሚጣ ንሮዛ ሰዓመታ። ከመይ ሓዲርኪ ሚያ ማኮ? ኢላታ ገብርኤላ። ቤላ ቤላ ሮዛ። ኢላታ። ሮዛን ገብርኤላን ክራኸባ መእተዊ ቃላተን ብጣልያንኛ እየን ዝዘራረባ። ኣቲ ሮዛ ልበይ ብጣዕሚ ይፈርሕ ኣሎ። እውይ ሮዛ መርዓት ምዃን ብዙሕ እዩ ዘጨንቐካ። ሽዑ መዓልቲ ከመይ ክኸውን እዪ? ብፍላይ ሮዛ ዘይምህላውኪ? ዋይ ቱርባቶ ሩታ ሕማቅ ኣጋጣሚ ኢላታ ኣስፐርያሞ ጽቡቅ ክኮነልኪ እዩ ናብቲ ዕንበባ እንዳ ጠመተት ናበይ ከይዱ ስኞረ እንዳ ቀለደት ኣብዚ ነይሩ ሓኪ ምስ ኣተወት እያ ወጽዩ ኢላታ ከመይ ጽቡቅ ከም ዝኮነልኪ ይምነ እየ ኢላ ተሲኣ ካብ ዘምጸትላ ኣራንሺ ቀሪፋ ኮለሰታ ቬላ ኣራንሺ ስፓዛ እንዳ ሰሓቀት። ስፓዝ ኣይትበልኒ ጽባሕ እየ መርዓ ዝብሃል። ሮዛ ንስኽን ብርሃንን ብዊልቸር ኣብዛ ብራንዳ ትኾኑ እተን መኻይን በዚ ከም ዝሓልፋ ክንገብር ኢና ናይ ክልቲኤኹም ኢድ ክንቀሳቐስ ክሪኦ እየ ዝጽበይ። ኣጆኺ ክንገብሮ ኢና። ገብርኤላ እቲ ዕንበባ ኣልዒላ ኣብ ናይ ትርኣስ ዓራት ብኽልቲኡ ጫፍ ሾኪዓ ናይ ብርሃነ ዕንበባ ኣብ ሞስኮት ኣቐመጠቶ። ሮዛ ብዕንበባ ኣማዕሪጋ ናይ ሆስፒታል ድምቕቲ መርዓት መሰለት። ሓደ ነገር ኣልዒለን ንሓደ እንዳገደፋ ቅድሚ ኣርባዕተ ዓመት እንዳዘከራ ናይ ሎሚ ንቅድሚት እንዳተንበያ ብዙሕ ዕለላ። ሰዓት ዕለታዊ ቆጸርኡ እንዳቆጸረ ይውንጨፍ ኣሎ። ነታ እዋንን ንሰስዓላ። ፎቲኻ ዘይተጽንሖ ጸሊእኻ ዘይትሰዶ እዋን ከደ። ገብርኤላ ንሮዛ ተሰናቢታታ ወጸት። ሮዛ ኣብ ዕንበባ ተኸቢባ ደቂሳ ናብ ላዕሊ ቁሊሕሊሕ በለት። ብርሃነ ብትምኒት ዝተመነዮ ከም ዓብዪ ጥፍኣት ብምቑፃር ርእሱ ኣድኒኑ ናብ ሆስፒታል ተመለሰ። ሮዛ ብዕምባባ ተኸቢባ ጸንሐቶ። ሮዛ ተፈልዩዋ መሊሱ እንትረኽባ ወሲኻ ጸቢቓ ትጸንሖ። ብኽምስታ ተቐበለቶ። ሮዛ ቀይሕ ጻዕዳ ዕምበባን መልክዓ ዓጂቦም ኣንጸባረቑሉ። ሽዑ ነይሩ ሊዮናርዶ ዳቪንቺ ኮይኑ ክስእለላ፣ ሕንጉኑ ሺኪስፒር ፈጢሩ ክጽሕፈላ፣ ሆሜር ኩይኑ ክገጥመላስ ተመነየ። ቀዳም ስጋዕ ዝመስዪ የዕለሉላ፣ ከይሰልቸዎም ተሓቛቖፉላ ብዘይ ምንም ዕንቅፋት። ቀዳም ፍጻመታታ መዝጊባ፣ ብርሃና ብጸልማት ተተክዐ፣ ሰብ ዝሰርሖ ብርሃን ተወልዐ። ክልቲኦም በቲ ብርሃን ደመቑ። ሮዛ ቅነዕ ድቅስ ክትብለሉ ዝወዓለትሉ ነብሳ ቃንዛ ጀመራ። ንብርሃነ ክትነግሮ ኣይደለየትን። ብርሃነ ግን ነቲ ዝተልዓላ ቃንዛኣ ከዝሕሎ ኣይከኣለን። ምስ መሰየ ፍርቱናታ ብናይ ሕክምና ጻዕዳ ክዳውንቲ ተጀንጂና ተቐልቀለቶ ብኽንስታ።